ሰላም ኩቡራት ተዓዘብትና ከመይ ቀኒኹም ሰሙናዊ ዜና ስፖርት ሒዝናልኩም ቀሪብና ኣለና ንምክትታልኩም ድማ ብኽብሪ ንዕድም ንመበል ዓሰርተ ሰለስተ ግዚኡ ኣብ ከተማ ከረን ዝካየድ ስፖርታዊ ውድድር ሓይልታት ምክልኻል ኤርትራ ዝሓለፈ ዓርቢ ኣብ ሰዓታት ድሕሪ ቐትሪ ኣብ ስታድዩም ከረን ብዝተኻየደ ድሙቕ ኣገባብ መጋረጅኡ ከፊቱ ኣብቲ ብጉጅለ ባህሊ ዋልታ ብዝቐረበ ናይ ሙዚቃን ድራማን ምርኢት ዝደመቐ ናይ መኽፈቲ ስነ ስርዓት ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ ሜጀር ጀነራል ኣስመሮም ገረዝጊሄር ብርጋዴር ጀነራል ተኽለ ክፍላይ ብርጋዴር ጀነራል ተኪኤ ርእሶም ብርጋዴር ጀነራል ፍጹም ገብርሂወት፣ ሚኒስትር ህንጻ ኣብርሃ ኣስፋ፣ ኮሚሽን ባህልን ስፖርትን ኤርትራ ኣምባሳደር ዘመደ ተኽለን ወኪል ፊፋ ፈረንሳዊ ዮቮ ኣቮሬ ዝርከቦም ላዕለዎት ሓለፍቲ ሰራዊትን ስፖርትን ተረኺቦም ነይሮም። ሓላፊ ጨንፈር ስፖርት ኣበብ መኮንን ሓበሬታን ጎስጓስን ሚኒስትር ምክልኻል ሜጀር ተስፋዝጊ ሃብታይ ኣብ ዘስምዖ ናይ መኽፈቲ ቃል፣ ብንጥፈታት ኩዕሶ እግሪ፣ ኩዕሶ መርበብን ኣትለቲክስን ዝጀመረ ስፖርታዊ ውድድራት ሓይልታት ምክልኻል ብዝሒ ዓይነት ስፖርት እናወሰኸ ይመጽእ ኣሎ። ከም ውጽኢቱ ድማ፣ ውድድራት ባድሜንተን ያታዊ ስፖርት ጨመተ ተኹስን ውድድራት ቸዝን ኣብ መንጎ ዓሰርተ ክለባት ብክልቲኡ ፆታ ገዚፍ ባጀት ምስላዕ ክካየድ'ዩ ድሕሪ ምባል ዕላማት መደብ ዱልዱል ኣካላዊ ብቕዓት ዘለዎ ንቑሕ ኣእምሮ ሓያል ስፖርታዊ ስምዒትን ኒሕን ዝውንን መንእሰይን ምፍራይ ምዃን ኣብሪሁ። ኣብቲ ናይ መኽፈቲ ስነ-ስርዓት ፈላሚ ናይቲ ምድብ ፀወተን ዘካየዳ ሽዑላን ሓሪናን ዩ ነይረን። ኣብ ቀዳማይ እብረ ግጥም ናይዘን ክልተ ጋንታት ዋላኳ ኣዛናዩ እንተነበረ ሸቶ ግና ኣይተራእዮን። ኣብ ቀዳማይ እብረ ሽዑላ ኣብ መስመር ምክፋል ዝሓሸት ኮይና እያ ቀሪባ፣ እንተኾነ ግን ኣብ መስመር ምጥቃዕ ድኽመት ኣንጸባሪቓ እያ። መንጹር ተጻወቲ ሓርና ካብ ነዊሕ ናብ ልዳት ሽዑላ ዝልእኽወን ኳዓሳሱ ዋላኳ ኣብ ሰኪዔት ኣይዕለባ፣ ንደገፍቶም ግን ካብ መንበሮም ሓፍ ኮፍ ኣቢለን'የን። ካልኣይ ብረ ብወገን ክልቲኤን ጋንታት ዝሕል ዝበለ ጸወታ እዩ ተራእዩ። ብተደጋጋሚ ናብ ልዳት ሓሪና ክትበጽሕ ዝኸኣለት ሽዑላ ኣብ መበል ስሳን ሰለስተን ደቒቕ ፍጹም ቅልዓ ረኸበት፣ ሳሙኤል ተኽለ ድማ ቀሊዑ ኣመዝጊቡዋ። ድሕሪ'ታ ሸቶ ተጻወትቲ ሓሪና ንዝተበራበሮም ክመስሉ ንልዳት ሽዑላ ወረሩ። ብተደጋጋሚ ምስ ሓላውዳት ሽዑላ እኳ እንተተራኸቡ ኩዕሶ ኣብ ሰኪዔት ከመዝግቡ ኣይከኣሉን፣ ኣብ መወዳእታ ድማ ጸወታ ብዓወት ሽዑላ ሓደ ባዶ ተፈጺሙ። ኣብቲ ናይ መኽፈቲ መዓልቲ ንክልተ ኣካየድቲ'ተን ዝገጥማ ዝነበራ ጋንታት ሽዑላን ንስርን ብዛዕባ'ቲ መደብን ኣሃዱታቶም ሒዘንኦ ዝኣተዋ ኣቃውማን ዝምልከት ሓበሬታ ክህቡና ኣዘራሪብናዮም ኔርና። ቴሙ ልጅመይ ምክትል ተለንተ ዳዊት በርሀ ጭዓይ ስታፍ ጎስጓስን ሓበሬታን እዚ ተወርዋሪ ሓይሊ ይበሃል።

እሶም ከኣ ነዊሕ ስጥመት ሓድነት ናይታ ጋንታ ናይ ሓባር ስራሕ ዝሰርሑ ስለ ዝነበሩ ነዚ ዝተፋላለየ ዓውታት ክትበቅዕ ክኢላ ማለት እዩ።
እስቲፋኖስ ገብረሚካኤል ይበሃል ካብ ሓበሬታን ጎስጓስን ሓይሊ ባሕሪ ኤርትራ። ኩሉ ግዜ ናይ ሓይልታት ምክልኻል ጸወታ ኣብ ውሽጢ እቲ ኣሃዱ ውሽጢ ትገብሮ ውድድራት እዩ መለክዒኡ። ኣብዚ መጺእኻ ደረጃኻ ኢኻ ትርኢ። ኩለን ጋንታታት ምድላዋት ገይረን ንሕና ኣብ ዝሓለፈ ዓሚ ዝገበርናዮ ውድድራት ኣብ ኩሉ ስፖርት ደቂ ኣንስትዮ ብደቂ ተባዕትዮ ኣብ ኩሉ ዓይነት ከዓ ብጀካ እቲ ናይ ሜዳ ፀገም ዝፈጥሮ ናይ ባስኬት ኣብ ኩሉ ዓይነት ውድድራት ንሳተፍ ኣለና ሎም ዓመት እዚ ክንሳተፍ ከለና ከዓ እቲ ምድላዋት እዩ ዝውስኖ ማለት እዩ እቲ ምድላዋትና ቅድሚ ሕጂ ዝነበረ ኣካይዳን ኣጠማምታ ኣብዚ ጋንታ ዝነበረን ሕጂ ዘለዎ ደረጃ ጃ ኣርብዓ ኣርብዓ ሓምሉ ኣርብዓን ሽዱሽተን ደቂቅ ተጻዊትና ኣለና። ኣብዚ ኣርብዓን ሓሙሽተን ደቂቅ ዝረኣናዮ ጸወታ ውን ሓደ ምስክር ናይቲ ዝተገብረ ምድላዋት እዩ። ብዘይካዚ ንክልተ ካብ ካልኦት ኣሃዱታት ኣካየድቲ ብዛዕባ እቲ ንክልተ ኣዋርሕ ምምላእታ ዝካየድ ውድድርን መጻኢኡን ዝምልከት መረዳእታ ክህቡና ተወኪስናዮም ኢና። ሜጀር ደሞዝ ሃይለ እበሃል። ሓላፊ ክለብ ስፖርት ሳዋ ቀንዲ እዚ ከረን ኩዕሶ እግሪ፣ ቮሊቦል፣ ባስኬትቦል ከምኡ ድማ ጨመተ ተኹሲ ያታዊ እዚኦም ኣጠቓሊልና ኢና መፂና ዘለና ናብዚ። ኣብ ኩሉ ዓይነት ድማ በዚ ሒዝናዮም ዘለና ስፖርተኛታት ንኣሽቱ ካብ ዓብዪ ዝኽእሉ ኩሉ እቲ ክለብ ስፖርት ሳዋ ድማ እቲ ናይ ቀደም እቶም ብፍላይ ኣብ ኩዕሶ እግሪ ብዙሕ ለውጥታት ጌርና ኢና መፂና ዘለና። ከምኡ ባስኬትቦል እቶም ዓበይቲ ገዳይም ነበሩ ከም ኣሰልጠንቲ ኮይኖም እቶም ንኣሽቱ ተካእቲ ዝበሃሉ ንዕኦም ሒዝና ኢና ቀሪብና ዘለና። ዓበይቲ ንተመኩሮታት ክኾኑ እዮም፣ ብፍላይ ኣብ ባስኬትቦል ተመኪሮም እንድሕር ሕጂ ንኽጠቕሙና ማለት እዩ። ኩዕሶ እግሪ ድማ ካብቶም ናይ ቀደም ኣማሓይሽና ቀሪብና ኣለና። ካፒቴን ዞሩ ጽባህ እበሃል፣ ስታፍ ጎስጓስን ሓበሬታን ማእከላይ እዚ። ሃዋሁ ብጣዕሚ ጽቡቕ እዩ ዘሎ። ካብቲ ናይ ዝሓለፈ እዋን ከኣ ዝያዳ ልዑል ምድላዋት ዝተገብረሉ ኮይኑ ይስመዓኒ ኣነ ምኽንያቱ ኩለን ክለባት ውሽጣዊ ውድድራት ኣካይደን ተፃወቲ ሓደሽቲ ተፃወቲ ወሲኸን ካልእ ናይ ደቂ ኣንስትዮ ጋንታታት እውን ደሪበን መፂኦን ስለ ዘለዋ እቲ ምድላዋት ኣዝዩ ሰፊሕን ዓብን እዩ ዘሎ።
ድሕሪ ነዊሕ ዓመታት ዝጅምር ዘሎ ናይ ደቂ ኣንስትዮ ስፖርታዊ ግጥማት ሓይልታት ምክልኻል ኤርትራ ኣሽሓት ተዓዘብቲ ኣብ ዝተረኽብሉ ኣብ ጀኮ ከረን ብቀዳም ሰለስተ መስከረም ፈሊሙ ኣብቲ ዕለት ዓንበርበብ ምስ ሰንጠቐኝ ገጢመን። ኣብ ቀዳማይ ብረ ሚዛናዊ ዝኾነ ምንቅስቓስ ዘርኣያ እዘን ጋንታታት ብዕሙር ደገፍ ተዓዘብቲ ተሰነይነን ግጥመን ኣሰላሲለን። ዓንበርበብ ብልዋም ሚኪኤልን ስናይ ተስፋኣለምን ንሸቶ ዝኾና ፈተነታት ኣብ ዘካየደትሉ ሓላዊት ልዳት ሰንጠቕ ተወርዊራ ኣድሒናተን። በዚ ድማ እዘን ጋንታት ብዘይ ሸቶ ናብ ዕረፍቲ ኣምሪሓ። ክልቲኤን ጋንታት ኣብ ግጥም ካልኣይ እብረ ዝነብረን ሃጓፋት ሸፊነን ብምእታው ንተዓዘብቲ ዝሰሓበን ዝመሰጥን ጸወታ ኣርኣያ። ዓንበርበብ ኣብ ውሽጢ ዓሰርተ ደቓይቕ ንጸወታ ብምቁጽጻር ካብታ ሸቶ ንምምዝጋብ ላዕልን ታሕትን እትብል ዝወዓለት ልባ ሚኪኤለ ኣብ መበል ሓምሳን ሓምሳን ሰለስተን ደቓይቕ ኣከታቲላ ክልተ ሸቶታት ኣመዝገበት። ካልእቲ ሸቶ ልዋም መሳጢት ብምንባራ ካብ ተዓዘብቲ ፊስካ ዝተሓወሶ ነጎድጓድ ዝጥዕም ጣቕዒት ተመጥወላ። ሰንጠቕ ኣብ ማእከል ወሃ ዘበለ ውህደት'ኳ ተራእየት ንሸቶ ዝኸውን ፈትለ ግና ኣይካየደትን። ጾታኣ ብምዛሙ ዓምበርበብ ብመንገዲ ሰናይ ተስፋኣለም ሳልሰይቲ ሸቶ ብምውሳኻ እቲ ግጥም ዓምበርበብ ሰለስተ ሰንጠቕ ዜሮ ተዛዝመ። ሰናይት ተስፋኣለም ጓል ዓመትን ሸሞንተ ወርሕን ቈልዓ ሒዛ ኣብዚ ውድድር እትሳተፍ ዘላ ኣብነታዊት ስፖርተኛ እያ። ንሳ ድሕሪ እቲ ግጥም ኣብ ዝሃበቶ ርእይቶ ሸቶ ምምዝጋበይ ኣዝዩ ደስ ኢሉኒ እዩ ዘሎ። ቈልዓ ምውላድ፣ ኵዕሶ ካብ ምጽዋት ዝገትኣኒ ኣይኰነን። ንደቂ ጋንታይ እንቋዕ ሓጐሰና እብል ኢላ። ኤርትራዊት ቀዳዳሚት ክለብ ዓራግ ዮሃና ዳዊት ኣብቲ ናብ ኣሜሪካ ጌሻ እተካይዶ ዘላ ውድድር ዝነኣድ ውጽኢት ኣመዝጊባ። ኤርትራዊት ተቐዳዳሚት ክለብ ዓራግ ዮሃና ዳዊት ኣብ ቀዳማይ መድረኽ ናይቲ ኣብ ኣሜሪካ ብግሪን ማውንቴን ሬስ ዝፍለጥ ውድድር ናይ ታሽዓይ ደረጃ ብምሓዝ ክትፍጽሞ እንከላ ነቲ ሓሙሽተ መድረኻት ዘጠቓለለ ብሓፈሻዊ ነጥቢ ካብ ዓሰርተታት ዘሎ ተርታ ከይወጸት ንውድድራ ብዝነኣድ ውጽኢት ድማ ከምዛዘመቶ'ዮም ብቐረባ ዝተኸታተልዎ ኣካላት ዘረድኡ። ኣብዚ ብኣሚዲ ፋውንዴሽን ዝተኣንገደ ውድድር፣ ንዮውሃና እቲ ውድድር ከም ናይ ፈለማ እዋና ምዃኑ ብዙሕ ትጽቢት ዝገብረላ ኣይነበረን። እንተኾነ ግን ዮውሃና ነቲ ውድድር ብዘይ ዝኾነ ጸገማትን መሰናኸላትን ክትብድሆ ከም ዝኸኣለት እዩ ተገሊጹ። እዛ ጓል ዕስራን ኣርባዕተን ዓመት ተቕዳዳሚት ኣብዚ ከም ዕድምቲ ጋሻ ኮይና ዝተሳተፈቶ ውድድር ንኹለን መቀዳድምታ ብዘደንጸዎ ብቕዓት ንብሽክለታ ኣዘዊራታ። ድሕሪ ትፋልማይ ናይ ታሽዓይ ደረጃ ምሓዛ ድማ ሓንቲ ካብ ቀዳሞት ኣፍሪቃውያን ተቕዳደምቲ ደቂ ኣንስትዮ ዝኾነት ኤርትራዊት ክብል ድማ ኣብ ዓንዱ ቲም ኣፍሪካን ሬሲን ገሊጽዋ። እዚ ኣሚ ዲ ረይስ ብምባል ተሰምዩ ዘሎ ውድድር፣ ድሕሪ'ቲ ኣብ ክልተ ሽሕን ዓሰርተ ሰለስተን ኣብ ቤልጅም ዘካይዶ ዝነበረ ልምምድ፣ ኣሜሪካዊት ተቐዳሚት ኣሚ፣ ኣሊሶን ዶምብሮስኪ፣ ብሞት ምፍላያ'ዩ ብስማ ነዚ ኣብ ምምዕባል ውድድራት ቅድድም ብሽክለታ ደቂ ኣንስትዮ ዝግደስ ትካል ኣቝይምዎ። ኣማኻሪ ፊፋ ሚስተር ዩቮን ኣቮሪ፣ ኣመሓዳሪ ዞባ ጋሽ-ባርካ ኣቶ ፍስሃየ ሃይለ፣ ሓለፍቲ ሚኒስትሪ ትምህርቲ፣ ኮሚሽን ስፖርትን ፈደረሽን ኩዕሶ እግሪ ዞባ ጋሽ-ባርካን ኣሰልጠንትን ኣብ ዝተረኽቡሉ ኣጋጣሚ፣ ኣብ ምምዕባል ኩዕሶ እግሪ ህጻናት ግራስሩት ዘተኩረ ሓፈሻዊ ምይይጥ ተኻይዱ። ኣብቲ ኣብ ከተማ ባረንቱ ዘካየድዎ ርክብ፣ ካብ ሽዱሽተ ክሳብ ዓሰርተ ክልተ ዝዕድሚኦም ህጻናት ግቡእ ትምህርትን ስልጠናን ሂብካ ብቕዓቶም ንምፍታሽ ምዃኑ ዘመልከተ ሚስተር ዩቮን ኣቮሪ፣ እቶም ጽቡቕ ብቕዓት ዘንጸባርቑ ናብ ዝቕጽል ደረጃ ክሓልፉ ከለው፣ እቶም ዝተረፉ ድማ እኹል ልምምድ ብምክያድ ንዳግማይ ፈተነ ከም ዝቐርቡ ንምግባር ዝሕግዙ ሓፈሻዊ ኣስተምህሮ ብቪድዮ፣ ዝተሰነየ ስእሊ፣ መግለጺን ኣብ ባይታ ምስ ኣሰልጠንተኖምን እቶም ህጻናት ብዛዕባ ክኸውን ዘሎ ግብራዊ ዝኾነ ናይ ትምህርቲ ሓበሬታ ሂቡ። ኣብ ዞባ ጋሽ-ባርካ ሕጽረት ትሕተ ቅርጺ ቤት ጽሕፈትን መሳለጥያ ስፖርትን ከም ዘሎ ክገልጽ እንከሎ፣ ፊፋ ኣብ ምምዕባል ዓቕሚ ሰብ፣ ቴክኒካዊ ስራሕን ኣመዓባብላኡን ዝምልከት ብሓፈሻ ኩዕሶ እግሪ ህጻናት፣ ግራስሩት፣ ድማ ብፍላይ ኣበራቢርካ መሳጢን ተዓዘብቲ ዘበራብር ኮይኑ ክቐርብ ከም ዘሎ ሚስተር ዩቮን ገሊጹ። ኣብቲ ዝተዋህበ ስፖርታዊ ኣስተምህሮ፣ ከም ኩዕሶ ትቐልዕ፣ ትቑብቅብ፣ ትቀባበልን ትቆጻጸርን፣ ብቴስታ ከመይ ጌርካ ትሃርምን ኣብ ዝብሉ ኣርእስትታት ብዕምቆት ምስ ኣሰልጠንትን እቶም ህጻናት ናይ ተመክሮ ምልውዋጥ ኣብ ባይታ ወሪዱ ሚስተር ዩቮን ኣካይዱ። ደረጃ ብቕዓቱ፣ ተጻወቲን ናይ እኹል መትሓዚ ሓበሬታ ሰነድ ክህልዎ ከም ዝግባእ ዝገለጸ ሚስተር ዩቮን ኣቮሪ፣ ብዙሓት ቆልዑ ኣብ ሜዳ ኣኪብካ ደው ኢልካ ጸወትኦም ምዕዛብ ጥራይ ኣማዕባሊ ከም ዘይኮነ ብምምልካት ሃጓፋቶም እናተዓዘብካ፣ ኣብ ግዚኡ ሓበሬታ ምምሕልላፍ ይግባእ ክብል ኣብሪሁ። ኣብ ዞባ ጋሽ ባርካ ካብ ዓሰርተ ሓደ ክሳብ ዓሰርተ ሰለስተ ዝዕድሚኦም ተባዕትዮ ሸሞንተ ጋንታት ነፍሲ ወከፈን ዓሰርተ ሽዱሽተ ተጻወቲ ዝሓቑፋ፣ ካብ ዓሰርተ ኣርባዕተ ክሳብ ዓሰርተ ሽዱሽተ ዝዕድሚኤን ድማ ኣርባዕተ ጋንታት ክህልው እንከለው፣ ካብ ዓሰርተ ሰለስተ ክሳብ ዓሰርተ ሸውዓተ ዝዕድሚኤን ደቂ ኣንስትዮ ድማ ኣርባዕተ ጋንታታት ከም ዘለዋ ካብ ፈደረሽን ኩዕሶ እግሪ ዞባ ጋሽ ባርካ ዝተረኽበ ሓበሬታ የመልክት። ካብ ግዜ ናብ ግዜ ኣብ ቮልታ ስጳኛ ናይሮ ኲንታና ንዘለዎ ፍልልይ ብምግፋሕ ንዓወቱ ዓወታት እናደራረበሉ ይመጽእ ኣሎ። ኮሎምብያዊ ተቐዳዳማይ ናይሮ ኲንታና ትማሊ ሰንበት ድሕሪ ዘመዝገቦ ብሉጽ ውጽኢት ኣብ ቀያሕ ማልያ ውድድር ቮልታ ስጳኛ ክልተ ሽሕን ዓሰርተ ሽዱሽተን ፍልልዩ ኣብ ልዕሊ ክሪስ ፍሩም ናብ ልዕሊ ሰለስተ ደቓይቕ ኣደይብዎ ነቲ ሚእትን ዓሰርተ ሸሞንተን ኪሎሜተር ሸፊኑ ኣብ ተሪር ጎቦ ዝተዛዘመ መበል ዓሰርተ ሓሙሽተ መድረኽ ቮልታ ስጳኛ ኢጣልያዊ ተቐዳዳማይ ጂያንሉካ ብራምቤላ ካብ ክለብ ኤቲክስ ድሒሩ ካልኣይ ደረጃ ሒዙ። በዚ መሰረት ኣብ መንጎ እዞም ክልተ መተሃላለኽቲ ተቐዳደምቲ ዝጸንሐ ናይ ሓምሳን ኣርባዕተን ካልኢት ፍልልይ ናብ ሰለስተ ደቕቕን ሰላሳን ሸውዓተን ካልኢትን ደይቡ ኣሎ። ካልእ ኮሎምብያዊ ተቐዳዳማይ ክለብ ኦሪካ ግሪን ኤጅ ኤስቲቫን ቻቬዝ ድማ ካብ ኩንታና ብሰለስተ ደቕቕን ሓምሳን ሸውዓተን ካልኢትን ተፈንቲቱ ሳልሳይ ተርታ ሒዙ ይርከብ። ኣብዛ ናይ ትማሊ ሰንበት ተራር መድረኽ ኤርትራዊ ተቐዳዳማይ መርሃዊ ቅዱስ ካብ ሓኹርቲ ዓቐብ'ዚ ውድድር ዝኾኑ ተቐዳደምቲ ብሓሙሽተ ደቓይቕ ድሒሩ መበል ሰላሳን ሓደን ተርታ ብምሓዝ ብሉጽ ደረጃ ኣመዝጊቦም።